ዓቕሊ ራህዋ ሓፂር ልብወለድ ዛንታ ጸሓፊ ሽሻይ ገብረሃንስ ካብ መጽሓፍ ሰንዓፈ ማይ ሓባር እኩብ ሓጸርቲ ዛንታታት ኣሕታሚ እም ኩሉ ሽወደን ክልተ ሽሕን ዕስራን ሓሙሽተን ካብ ገጽ ኣርብዓን ሰለስተን ካብ ገጽ ኣርብዓን ሰለስተን ክሳዕ ገጽ ሓምሳን ሸሞንተን ሰፊሩ ዝርከብ ጽሑፍ ዓቕሊ ራህዋ ወደይ ተጻዊቱለይ ካብ መዓሙቕ ገዛይ ኣውጺኡ ኣብ ዓዲ ጓና ንግዳም ደርብዩ ንዕኡ ኣሚነ ዓደይ ገዲፈስ ንብዓተን ጸረር ክብል ወዓለ። ኣብታ እተሰቕላኣ ኣውቶቡስ እውን ሰብ ከይዕዘበኒ ኢለን ኣይዓገትኦን። ምስኣን ኣብ ሓደ መንበር ኮፍ ኢላ ዝነበረት ራህዋ ሰንበደትን ደንገጸትን። ስልካ ከፊታ ትርእው እንተነበረት፣ ኣእዛናን ምሉእ ኣቓልቦኣን ናብእን ወሰዶ። ቃል ግን ኣየተንፈሰትን። እሞ ሕጂ ደኣ እንታይ እያ ክትገብሪ? ምስተን ኣደ ኣብ መስመር ጻውዒት ስልኪ ዝነበረት፣ ኣብ ጀርመን እትነብር ናይ ቀደም ጎረቤተን ሓተተተን። እንታይ ፈሊጠ፣ ካብ ገዝኡ ሰጒጉኒ ከይኣኽሎሲ ካብቶም ደንጊጾም ዘሕደሩ ንጎረቤት ከም ስጎ ጌሩኒ ገለስ ኮይኑ ኣሎ እምበር ዶ ሓዚለን ረርየን ዘዕብኾ ወደይኡ ምስ ንብዓተን ዝወረደ ማይ ዝተሓወሶ ንፋጠን ንውሽጢ ፊፍ በላ ክልተ ግዜ ገሊኡ ንብዓተን ድማ ንምዕጉርተን ሓሊፉ ጎረሮአን በጽሐ። ኣብ ኤርትራ ከመይ ድዩ ነይሩ? ኣብ ጀርመን ልዕሊ ክልተ ዓሰርተ ስለ ዝተቐመጠት ብኣካል ሪኣቶ ኣይትፈልጥን እያ። ብርሑቕ ደኣ ብናፍቖት በዛ ዓይነይ ክወጽእ ከም ዝደለኹ'ባ ነግረኒ ነይሩ። በይነይ ኮይነ ጸሚኒ ይብለኒ ነይሩ እናበኸየ። ኣነ ከኣ ኣብዚ ተገሊሉ ዓብዩስ ኣብኡ ከኣ ሰብ ስኢኑ ኢለ ጨና ክኾኖ መጽየ። እወ ሓቅኺ ጽቡቕ እንዲኽሞ ጌርኪ ንስኺ በይንኺ ንሱ በይኑ ደኣ ማህስ ጥዑም ኮይኑ። ነቲ ነገር ብዕምቆት ክትርዳእ ዝደለየት ክትመስል ካልእ ሕቶ ኣስዓበት። መወዳእትኡ ደኣ እንታይ ተረኺቡ? ዝገብሮ ዘይብለይስ ንምንታይ ከ'የ ብሕቶ ዘዋጥራ ዘለኹ? ብውሽጣ ንነብሳ ወቐሰት። ኣንቲ ጓለይ ዝሓለፈ ሰሙን ትምህርቱ ወዲኡስ ኣይ ሰሙን ኣይ ሳልስቲ ሕጂ ዓቕሚ ኣዳም በጺሐ'የ ደስ ዝበለትኒ ከምጽእ ዝኽልክለኒ የለን ኢሉ ሓንቲ ጻዕዳ ጓል ሒዙለይ መጺኡ። ኣነ ኸኣ ጓል ዓዱ ከምርዕዎ ሰብ ሓተሉ ንሱ ኸኣ ኣይግደሶ መስተ በልዮ ሽጋራ በልዮ። ሽዑ ኣብ ከባቢኤን ዘሎ ሰብ ይሰምዐን ከይህሉ ዝፈርሓ ክመስላ ነታ ኣውቶቡስ ኮለል ኢለን ጠመታኣ። እንተኾነ ብዘይካ ሓንቲ ኣቓልቦኤን ዝሰሓበት ሓበሻ ካልእ ኣይነበረን። ውቃበኣ ስሒቡወን ድማ ኣብ ርእሲ ጓሂኤን ፍሽኽ ኢለን ንቕድሚት ጠሚተን ዘረበኤን ቀጸላ። ሃሎ ኣለኺ ዶ ሓተታ መልሲ ኣይረኸባን ሃሎ ሃሎ ስላስ ሃሎ መልሲ የለን ዋይ ኣንታ እንታይ ደኣ ኮይና እዚኣ ሓፍተይ ስልከን ናብ ቦርሰኣን መሊሰን ደድሕርቶም ክወርዱ ዝጀመሩ ክወርዳ ተደናደና ንግዳም ኣማዕድየን ተመልከታ እንተኾነ ናብ ዝኸድኦ ከይወሰና ስለ ዝተሰቕላ ክወርዳ ኣይመረጻን ናብታ ጓል ሃገረን ኮይናት ተሰማዓተን ናብ ራህዋ ጠሚተን ፍሽኽ በላ ንሳ እውን ኣብ ውሽጣ ድንጋጸ እናተገማደሐ ፍሽኽ በለት። ከናፍረን ከይኣዘዘኣን ክንቀሳቐሳ ጀመራ። በይነን ምዝራበን ዘመልክት ነበረ። ዋይ ዝግናይ ንምንታይ ትዛረብኒ ንምንታይ ትግስጽኒ ኢሉሲ ንበረኻ ክድርብየኒ ኣበይ ዲኽን ትወርዳ ናይ መጨረሽታ ፈርማታ በጺሓ ብምንባራ ራህዋ ደሃየን ክትገብር ፈተነት። እንድዒ! ኣንቲ ሓሊፈየ መስለኒ፣ ዝፈልጦም ሰባት ነይሮምስ እቲ ገዝኦም ድማ ጠፊኡኒ፣ ስልኪ እንተደወልኩ ከኣ ምልዓል ኣብዮምኒ። ሽዑ ኣብ ልሳነን ዝመጽኣልና ምኽንያ ኩነታተን ዕረፍቲ ሃባን። ደንገጸት። ንእለት ምስኣ ሒዛተን ክትከይድ ወሰነት። ክሳዕ ዝኾነ ዝኸውን ከተጽንሐን ሓሰበት። ምስ ኣቦ ጓላ ካብ ትፈላለ ጽምዋ ዝዓብለሎ ህይወትያ ትነብር። ንዓናይ ክማልኣክን ምሳይ። ንኣደ ዝምጥን ሓልዮት ብዝመልኦ ቓና። ናበይ ኣይበላን። እታ ለይቲ እቲኣ ካብ ገዛ ወደን ጥራሕ ዘይኮነ ካብቲ ንሳልስቲ ዝደቀሳሉ ገዛ ጎረቤት እውን ተሰጒጎን እየን። ዝኾነ ናብ ዝኾነ ወሲዱ ከሕድረክን እንተዝብለን ናይምኣበያን። ገና ብንእስነተን ዝተሞከረኡውን ስለ ዝነበረ፣ ሕራይ ዛጓለይ! ነጸለኣን ብግልባጡ ናብ ዝባነን ሰንድየን፣ ንብዓተንን ንፋጠን እናጸረጋ፣ ሕራይ ይኸይድ! ሓሳብ ልብኺ የስምረልኪ ዛጓለይ! ጽኑዕ ርገጺ! ራህዋ ዝተገምጠለ ነጸለአን ኣሰንቢድዋ ነጸላኽን ተገምጢሉ ኣሎ ልክዕ ከምዚ ኸማይ ዓለም ብምልእታ ደይኮነትን ተገምጢላትኒ ዘላ ናይ ድንጋጸ ንብዓታ ንውሽጢ ተሰቴ ዘረባ ኣይወሰኸትን። ኣሳጉመኣን ሓልያ ንዝተረፈን መንገዲ ኣጋር ዘገም እናበላ ተጓዕዛ። መሪሓተን ናብ ድኳን ኣተዋ። ዘድልየን ኣስቤዛ ሸሚተን መንገዲ ገዛ ራህዋ ተተሓሓዘኦ። ኣብ ገጸን ዝደረቐ ንብዓተን ምልክቱ ኣይሃሰሰን። ጉድ ጌርኒ ወደይ ኣብቲ ሰዓት እቲ እንታይ እቲ ሽግር ኢላ ክትሓተን ኣይመረጸትን ራህዋ ምፍላጡ ዘድልያ ኮይኑ እውን ኣይተሰምዓን መሕደሪ ተሸጊረን ምህላወንን ዝከኣላ ክትሕግዘን ከም ዘለዋ እኹል ነበረ ንዓኣ ገዛ ቅድሚ ምእታወን ናብ መውዓሊ ህጻናት ጓላ ኣላጊሳ ኣብዚ ኣጽንሓኒ፣ ጓለይ ከምጽኣ እሞ ገዛና ቀረባ ስለ ዝኾነ ቡን ሰቲኽን ተዕርፋ እሞበይ ክጸንሓኪ። ብኡ ጌራ ትጠፍእን መሲልወን ኣይኣመንኣን። ኣብዚኣ? መለሰት ራህዋ። ኣብዛ ዘለኹዋ? እወ እዚ ዓዲ ሰላም እዩ ሓንቲይ ትኾናን ኢኽን። ንሱስ እፈልጥ። ቅልጥፍ ኢለን መለሳ። ሓሙሽተ ዓመተይ ደይኮንኩን ገይረ ኣብዚ ዓዲ። ጽቡቕ እሞ ጓል ዓዲ ኢኽን። ፍሽኽ እናበለት ኣብ ውሽጣ ሕርኽራኽ ዝብል ስምዒት ተፈጢሩ ክነሱ ሸለል ግን በለቶ። ጓል ዓዲ ወህ ዓድና እናበልካዮ ዝጠልም ዓዲ ዓዲ ይኹን ደኣ እምበር በሊቲ ደንጒዛ ጓለይ ኣይድንጉን እየ። ናብቲ ብጣውላ ዝተረበበ ገፊሕ ሳዕሪ፣ ሓመድን ካልእ መጻወቲ ቆልዑ ዘለዎ መካበብያ ኣትያ፣ ዝርዝር ጸብጻብ ውዕሎ ጓላ ተቐቢላ፣ ንጓላ ናብቲ መቐየሪ ክዳውንቲ ወሲዳ ቀየረትላ። እተን ናብ ደገ ገዲፋተን ዝኣተወት ኣደ ነዊሕ ደቓይቕ ዝደንጎየተን መሰለን። ቀልጢፈ ክመጽእ ዶ ይበልክንን ደኣ? ውይ ደንጉየ ዶ ኣደ? ይቕሬታ፣ እተን ሒዘንኣ ዝወዓላስ ከምዚ በሊዓ ከም ዝሰትያ ከምዚ ተዛሪባ እናበላ ሒዘናኒ። ክዳና ክሳዕ ዝቕይረላ ከኣ ደንጉየ። ከተረድኣን ጸዓረት። ዝበልዓቶ ዝሰተየቶን ክነግራኽሲ ንዓይ ከተጸብይኒ? እሞ ከመይ ኢለ ዘረበአን ረጊጸ ክመጽእ መልሲ ኣይተጸበየትን ስለ ዘይፈልጦ እየን ወይ እውን ጠምየን ቡን ደልየን ድማ ይኾና ኣምኽንየትለን ከናፍረን ንየማን ጎምፂፀን ናብ ጓላ ጠመታ ሰላም ማይ በለኣን በየን ከይበላ ክስጉማ ጀመራ። ናበይ ደኣ ትኸዳ ኣለኽን? መንገዲ ገዛኣ ንጸጋም ንሰን ድማ ንየማን መንገዲ ስለ ዝጀመራ። ንገዛኺ? ብደረቑ። ትፈልጥኦ ዲኽን ገዛይ? ንጓላ ብኢዳ ሒዛ ተጸበየተን። ኣበይ ክፈልጦ ደኣ፣ መጺኤ ዶ እፈልጥ'የ? ተገልቢጠን ሓተታኣ። እሞ ዘይትኽተላን ደኣ ናበይ ትመርሓን ኣለኽን ማለተይ'የ። ትሕትና ብዝመልኦ። ዋይ! እሞ ሕራይ ኣይምርሕንን'ዶ? ዓቕለን ኣጸበባ። ቡን ከይሰተያ ምግቢ ከይበልዓ ውዒለን ይኾና። ኢላ ብውሽጣ እናተገረመት ተኣደበት። ማዕጾ ገዛኣ ምስ ከፈተት ጓላ ቀዲማተን ንውሽጢ ኣተወት። ጫማኣ ኣውጺኣ ድሮ ሳሎን በጺሓ መጻወቲኣ ከተልዕል ጀመረት። ራህዋ፣ ነቲ ብላች ዝፍታሕ ጫማ ክሳዕ እተውጽእ መታን ከይትድንጉየን። ንኽኣትዋ ቦታ ክትገድፈለን ነብሳ ገለለት። ድሮ ውሽጢ ገዛ ኣትየን ኣብ ሳሎን በጺሐን ምስ ረኣየት፣ ዋይ! ምስ ጫማኽን ደኣ! ነቲ ዘረባ ኣይመለኣቶን። ኮለፈኣ። እሂ! እንታይ ደለዎ እዩ ጫማይ? ጓልኪዶ ስቕ ኢላ ኣይኣተወትን? እሞ ጓለይ እኮ ጫማ ኣውጺኣ እያ ኣትያ። ኣበይ ደኣላ ጫማኣ ተውጽኦ? ኢደን ናብ እግሪ ጓላ ሰደዳ ናይ ገዛ ሸበጥ ቀይራ ሃበተን። እዚ ጌራቶ ዘላኮ ናይ ገዛ ጫማ እዩ። ከተረድኣን ፈተነት። እሞ ንዓይኮ ዘቐረብክለይ ጫማ የብልክን። ኣብ ሳሎን ኮፍ ኢለን ገጸን ጠውየን መለሳላ። ክትመጻ ምዃንክንን ኣብ ኣውቶቡስ እናበኸኽን ክረኽበክንን ምዃነይ ዝነገረኒ ሰብ ኣይነበረን እምበር ምቐረብኩልክን። ቦርሳኣ፣ ጃኬታ፣ ኣብ የማናይ ወገን ናይቲ ማዕጾ ኣብ ዘሎ መንጠልጠሊ ኣቐሚጣቶም ናብታ ንእሽቶ ክፍሊ መኻዚኖ ኣተወት።

ናይ እንዳ መን ኢለ ኣብ ትሕተን ዘቐመጠትለን ሸበጥ ናብኣ ድፍእ ኣበልኦ። ናተይ እዩ ብጌጋ ቁጽሪ ገዚኤዮስ ዓቢኒ። ክመልሳኦ እናተጸበየት ነይ ካልስኽን ከይረስሓክን ኢለ እንዳኣለይ ምጽራይ እኳ ጽሩይ እንድዩ ዝገዛይ። እንዳ ቆልዓ ጸርዩጸር ደልክዮ ዝኾነ ኮይኑ ድሓን ምስ ካልሰይ ይሕሸኒ ምስ ረስሐ ዋላ ትሓጽብለይ። ናብ መስኮት እናጠመታ። ከምኡ ይሕሸኒ እንተኢልክን ድኣ ሕራይ። ኢዳ ናብ ጓላ ሰዲዳ። ንዒ ኤፍራታ ጓለይ ንዒ ጣዓሞትኪ ብልዒ። ኤፍራታ እናጎየየት ኢድ ኣዲኣ ብምሓዝ ሓቢረን ናብ ክሽነ ኣተዋ። ነታ ትከታተላ ዝነበረት መደብ ቆልዑ መሶብ ህጻናት ብምልዋጥ ኤሪ ቲቪ ንኽውልዓ ርሕጻ ጺሪ ሃሰውሰው በላ። ድሕሪ ብዙሕ ምጥውዋቕ ኣብ ኤሪ ቲቪ ዝቐርብ ተኸታታሊ ድራማ ረኸባ። ካብኡ ብምቕጻል ኣብ መጠረሽታ ቃለ መሕትት ፕረዚደንት እሰያስ ምስ ረኸባ ረኺበያ! ብምባል ነታ ኦኬ ጠወቓ። ነቲ ዓመት ዝሓለፎ ቃለ መሕትት ደጊመን ንምስማዕ ብሃንቀውታ እዝነን ኩር ኣበላ። ራህዋ ንዝሓለፉ ነዋሕቲ ዓመታት ኣብ ሞባይላ ይኹን ኣብ ቴሌቪዥን ርእያቶን ከፊታቶን ዘይትፈልጥ መደብ እንተነይሩ፣ መደባት ኤሪቲቪ ብሓፈሻ፣ ናይ ኢሳያስ ድማ ብፍላይ እዩ። ንጥዕናይ ጎዳእቲ ካብ ዝኾኑ መደባት ኢላ ምስ ኣግለለቶ፣ ኣብ ጥቓኣ እንተ ተወሊዑ'ኳ ክትሃድም እያ ትመርጽ። ሽዑ ንጓላ ከተኾልሳ ዝሓሰበታ ኹላሶ፣ ብስንባደ ዝኣክል ስሒታ ናብ ኣዒንቲ ጓላ ሰደደቶ። ኤፍራታ ምርኣይ ክሳዕ ትስእን ኮይና ብኽያት። ደርጉሓቶ ስቓ ብልያታ ጓልኪ ብነድሪ ተዛረባ ራህዋ ብነድሪ ዘረበአን ብኽያት ጓላን ብዘረባት መራሕ ሃገርን ተወሲኽዎ ትሑዞን ትጭብጦን ጠፋኣ ኣብ ክንዲ ንጓላ ትሕግዝ ድማ ናብ መከፋፈሊ ኢንተርኔት ብምጉያይ ነት መስመር ብትኸቶ ድሕሪ ገለ ካልኢታት እቲ ክከታተልኦ ጀሚረን ዝነበራ ቃለ መሕትት ጠጠው በለ። ራህዋ ስምዒታ ተቖጻጺራ ንጓላ ሒዛ ናብ ዓይኒ ምድሪ ኣተወት። ገጻ ጽቡቕ ጌራ ሓጸበታ። ንኽልቲኤን ፈኾሰን። ደሓን ዲኺ ማማ? ዝተዳህለ ገጽ ኣዲኣ ርእያ ሰንበደት ኤፍራታ። ክንድኡ ዝገዝፍ ጌጋ ፈጺማ ዘይትፈልጥ ኣዲኣ ኣሕዘነታ። ኣቦኣ ንኤፍራታ ካብ ቤት ማእሰርቲ ምስ ወጸ ብጠበቓ ተሟጒቱ ንጓሉ ብስልኪ ጥራይ ክረኽባ እዩ ተፈቒዱሉ። ብቐጥታ ይኹን ብተዘዋዋሪ ንዓኣ ዝጎጢ ተዛሪቡ ስለ ዘጉህያ ገጽ ኣዲኣ ክድወን ኣስተውዒላ ደዊሉልኪ ድዩ ባባ? ሓተተት። ኖኖ መለሰት ራህዋ። ምስልን ዛንታን ኣቦኣ ከተጽብቐላ እያ ትፍትን። ንዓኣ ዝወረዳ ምስ ጓላ ክትካፈሎ ኣይትመርጽን እያ። ጓላ ኣብ ልዕሊ ኣቦኣ ቂምታ ሒዛ ክትዓቢ ኣይትደልያን እያ። ካብ ዓይኒ ምድሪ ናብ ክሽነ ብፍጥነት ምስ ተመልሳ መግቢ ክብልዕዮ ኤፍሪ ጓለይ። ሕራይ ማማ! ተኺላ ብምኻድ ዝተረፈ ምብላዕ ቀጸለት። ነብስኺ እንዶ ክትሕጸባ? እንታይ ደኣ ኮይና እዛ ቲቪ? ዝሓተተተን ኣይመለሳን። እንድዒ እንታይ ኮይና ድያ? ትርእያ ዶ ኣለኺ ኢኺ ጠጠው እንድያ ኢላ ዘላ ከምኡ ትገብር እያ ሓንሳብ ሓንሳብ ዕርቃና ልዕሊ ጥርዚ ክነሱ ሕማቕ ዘረባ ኣይሞሎቓን ናብ መሕፀቢ ነብሲ ምስ ኣተዋ ኤፍራታ ከተዋህሎ ፀንሐት ምግራም ነዲኣ ክትሓታ ተሃወኸት ማማ ማማ ንባባ ኣዲኡ ድየን ዘን ሰበይቲ? ራህዋ ነዚ ምስ ሰምዐት ርእሳ ጽርውርው ኢልዋ ክትወድቕ ሰንደልደል በለት። ናይ መኣዲ ጠረጴዛ ተደጊፋ ነብሳ ክትቆጻጸር ፈተነት። ምልዋጥ ገጽ ኣዲኣ ዝተዓዘበት ኤፍራታ ኣኹርየኪ ድየ? ሕማቕ ተዛሪበ ድየ ማማ? ብሕቶን ብሓልዮትን ጓላ ልባ ተተንከፈ። በቲ ሓደ ድማ ፍቕሪ ጓላ ልባ ምልእ ኣበለላ። ዋላ ሓንቲ ኮንኩን ኤፍሪ ጓለይ ናይ ስራሕየ ንእሽቶ ርእሰይ ሓሚመ ማይ ዶ ክህበኪ ብርጭቆ ቀሪባ ቀድሓትላ ኣዲኣ ደስ ኢልዋ ተቐበለታ ዝሑል ማይ ሰትያ ተረጋገእት። ኤፍራታ ነታ ጀሚራታ ዝነበረት መደብ መሶብ ህጻናት ንምክታል ናብ ቲቪ ጠመተት። እንታይ ደሊኺ? ሓተተታ ራህዋ። መሶብ ህጻናት ክርኢ ደልየ። ገጽ ገጽ ኣዲኣ እናጠመተት መልሲ ተጸበየት። ራህዋ ክትውልዓ ስለ ዘይደለየት ስልኪ ሂባ ከትርኢ ኣፍቀደትላ። ቀልጢፍኪ ብልዒ እሞ ንእሽቶ ርኢኺ ብራሽ ጌርኪ ክትድቅሲ ኢኺ፣ ጽባሕ ስራሕ ስለ ዘለኒ ምትሳእ ከይትኣብይኒ። ተላበወታ። ኤፍራታ ሕራይ ማማ ብመልሲ ዓገበት። ወይዘሮ ተበርህ ነብሰን ተሓጺበን ኣብ ቦርሰአን ካብ ዝነበረ ፒጃማ ተኸዲነን ነቲ ዝተሓጽባሉ ክፍሊ ምስ ዘርጠብጠብ ዝበለ ማይ ገዲፈን ትኺለን ሳሎን በጽሓ። ራህዋ ምግቢ ዶ ይበልዓ ይኾና ዋላስ ቡን ይደልያ እናበለት ክትማታእ ስለ ዝጸንሐት ኣብ ውሳነ ከይበጽሐት ብሓሳብ ተዓኒዳ ጠጠው በለት እንታይ ደኣ ተዓኒድኪ ኣይደሓንን ዲኺ ኣብ ጥቓ ሳሎን ጠጠው ኢለን መልሲ ተጸበያ። ምግቢ ዶ ይበልዓ ይኾና ዋላስ ቡን ይሰትያ ኣቐዲመን ክብል ጸኒሐ። ቡንዶ ምግቢ ክትብልሲ ሓንቲ ከይጀመርኪ? መልሳ ከይተጸበያ ኣብቲ ኣብ ትሕተን ዝነበረ ሳሎን ረማዕ ኢለን ኮፍ በላ። እዛ ቲቪ ድኣ እንታይ እዩ ጉዳ? መልሳ ከይተጸበያ ደጊመን ርሕጻ ጸሪ ናብ ምጥዋቕ ኣተዋ። እንተኾነ መስመር ኢንተርነት ከም ዝተበትከ ወይ ዝደኸመት ትሕብር ኣብ ዓለባ ቴሌቪዥን ክትኮልል ዝገደፋኣ ምልክት ደጊመን ምስ ወላዓኣ እውን ገና ኣብኡ ነበረት። ራህዋ መለሳ እንተኾነ ኢላ ናይታ ሃገር መስመራት ቲቪ ብምውላዕ ንዕኡ ክከታተላ ገደፈተን። እንታይ ደኣ ኣሎም እዚኦም? ሓተታ ናብኣ እናጠመታ። ናይዛ ሃገር መደባት'ዩ፣ ጽቡቕ'ዩ። ብህድኣት። እንታይ ዝረኣ መደብ ሃልዩዎም ደኣ ሓሰውቲ ዘይክሕስዉ ዝውዕሉ እንታይ ጌሮም ደኣ እንታይ ሓስዮም ብምግራም ሓተተተን ንሕግዚና እናበሉ እኮ ንዓይ ገንዘብ ምሃብ ኣብዮምኒ ንህለኹ ሳልሳይ ወርሐይ ገንዘብ ጠጠው ካብ ዘብሉለይ ሓቅነት ተሃልዩዎም ደኣ ዝግበኣኒ ዘይህቡኒ ሓሰውቲ ዝርዝር ናይቲ ጉዳይ ስለ ዘይትፈልጦ ርእይቶኣ ክትህብ ኣይመረጸትን። እንታይ ኮይኖም ዘይሃቡኽን? እንታይ ፈሊጠሎም ኣደኺ? ኤፍራታ ኣደኺ ምስ ሰምዐት ናብ ኣዲኣ ቁሊሕ በለት። ራህዋ ብገጻ ገኒሓ ዘረባኣ ቀጸለት። ኣቕሑ ቡን እናቐረበት ንዝሰኽተተቶ ዓደስ እናረኣየትን ቁሩብከ ወድኺ ዕድሚኡ ኣኺሉ እዩ፣ ምስኡ ስለ ዘለኺ ድማ ንሱ ይእለኺ ወይ ድማ ስራሕ ጀምሪ እዮም ዝብሉ። እዚ ሓበሬታ ምስቲ ራህዋ እትፈልጦ ሕጊ ናይታ ሃገር ዝጋጮ ኮይኑ ስለ ዝተሰምዓ ክትካታዕ ኣይመረጸትን። ኣብ ሕሉፍ ህይወታ ክትዕን ምትህልላኽን ዝፈጥረላ ስምብራትን ዘውረደላ ሓደጋን በሰላኡ ገና ኣይሃሰሰን። ምስ ኣቦ ጓለይ ኣብ ህልኽ እንተዘይኣቱ ነይረ፣ ንሱ'ዩ ምተኣሰረን፣ ኣነ ድማ ብቤተ ሰበይን ቤተ ሰቡን ተጸሊኤ በይነይ ኣይምተረፍኩን። ኢላ ወትሩ ምስ ጠጣዕሰት'ያ። ስለዚ ዓቕሊ ክትገብር ከም ዘለዋ ተማሂራ'ያ። ወይ ድማ ኣብ ጭቕጭቕ ከይኣተኻ፣ ብኣግኡ ምርሓቕ። እንታይ ከም ዘሕሰበን ስልከን ኣልዒለን ናብ ወደን ደወላ። ኣይተቐበለንን። ጸኒሐን ደገማ። ዕጽውቲ ምንባራ ተረድኣ። ናብቶም ዘሕደርወን ገዛ ደወላ። ንሶም እውን ኣየልዓልወንን። ርጉማት! ተጻረፋ። እሂ ደኣ ሓተተተን። ኣንቲ ወደይ ተለፎን ደዊለሉ ምልዓል ኣቢኒ፣ ነዛ ከመይ ውዒልካ ክብሎ ስልኪ ደዊለስ ምቕባል እብይ፣ ዋላ እቶም ምስኦም ዘሕደሩኒ ገዛ ምልዓል ኣብዮምኒ፣ ርጉማት። የጋጥም'ዩ፣ ናብ ስራሕ ወፊሮም ይኾኑ ወይ ዘይረኣይዋ ክኾኑ ይኽእሉ። ከተህድኣን ፈተነት። ስቕ በሊ! መን ፍለጥ ኢሉኪ? ኣነ እንድየ ዝፈልጦም! ኣነ እንድየ ዝፈልጦ ንወደይ! ንሱ እምበር ኣይትቀበልዋ ኢልዎም ነደራ። ኤፍራታ ሰንቢዳ ናብአንን ናብ ኣዲኣን ጠመተት። ማማ ዓው ኢልካ ምዝራብ ኣይትፈቱን እያ። ገጽ ገጸን ጠመተት። ስቕ በሊ! መን ፍለጥ ኢሉኪ? ስዲ! ስዲ ጓል ሰበይቲ! ራህዋ ንብዓታ ካብ መሳኹቲ ኣዒንታ ዘነበ። ገጻ ከይረኣ ብጉያ ናብ ዓይኒ ምድሪ ከይዳ ንብዓታ ጸሞቐት። ገጻ ክትሕጸብ ድን እንተ በለት፣ ኩሉ ባይታ እቲ ዓይኒ ምድሪ ብማይ ጠልቂዩ ጸንሓ። ገጻ ተሓጺባ ነቲ ባይታ ወላዊላ ኣስተንፊሳ ተመለሰት። ንጓለይ ስለ ዘይትፈልጣ ከምኡ ክትብላ ኣይነበረክንን። ንስኽንስ ኣደ እንዲኽን። ንወድኽን በይኑ ክንደይ ኮንክን ነዕቢኽንኦ ንሰን ክንዲ ደኾንኣ ንሳ ክንዲ ጓለን ከተዘናግዕንን ጽምዋ ብሓባር ክስዕርኦን ዝተመነየቶ ከም ዘይሰምር ደምደመት። ነታ ብንእስነታ ሰኣነቶ ፍቕሪደ ዝትከኣላ እውን መሲልዋ ነይሩ። ግናኸ ከም ዝተጋገየት ንእለት ተረዲእዋ። ነብሳን ጓላን ከይለከመት ከመይ ገይራ ጌጋኣ ትእርም ኣሰላሰለት። እሞ ሰበይቲ ስለ ዘዕበኹዎ እንድዩ ካብ ገዛ ሰጒጉኒ ዘሎ። ሰበይቲ ዘዕበየቶስ ካልኣይ ምዕባይ ይደሊ ክበሃል እኮ ሓቂ እዩ። ካልእ ዝበኣሰ ወሰኻላ። ንሳ ንርእሳ ምስ ዓባያ ጥራይ እያ ዓብያ። እሞ ገና ካልኣይ ግዜ ምዕባይ የድልየኒ ኣሎ ማለት ድዩ? ነብሳ ሓተተት። ንጓለይከ ካልኣይ ምዕባይ ከድልያ'ዩ ማለት ድዩ? ከምዚ ከይከውንከ ምስ ዘይሰማምዓኒ ሰብ ክነብር ነይሩኒ ማለት ድዩ? ካልእ ከቢድ ሕቶ። እዝስ ቁኑዕ ዘረባ ኣይመስለንን። ኣተዓባብያ ናይ ሰብኣይ የብሉ ናይ ሰበይቲ። ኩልና ከከም ጠባይናን ከከም መንፍዓትናን ኢና ንነብር። ከተረድኣን ፈተነት። ኤፍራታ ነቲ ኣብ ስልኪ ትርእዮ ዝነበረት ገዲፋ ናብ ሕቝፊ ኣዲኣ እናሰገረት ከላ ከይተረድኣ እግረን ረገጸት። እዚዶ ዘይዚ ስዲ ጓል ሰበይቲ እግረይ እንካዕ ዕምጥቕ ኣበለትኒ እግረን እናደረዛ ራህዋ ብስንባደ ኣብ ትኣትዎ ጠፍኣ። ኤፍራታ ብስንባደ ናብ ሕቝፊ ኣዲኣ ኣትያ ክትበኪ ጀመረት። እቲ ስንባደ ጥራይ ዘይኰነ እቲ ጸርፊ'ውን ትፈልጦ'ያ። ይቕሬታ በልየን፣ እግረን እኮ ረጊጽክየን ኤፍራታ ጓለይ። ንስምባ ደኣ ትሑት ግምት ብምሃብ፣ ነቲ ዘረባ ሰሚዓ ከም ዘይሰምዐት ብምሕላፍ፣ ነቲ ሃዋህው ከተህድኦ ፈተነት። ኤፍራታ፣ ነይ! ደረቐት። ኮነ ኢለይ ኮንኩን እኮ እግረን ረጊጸየን። ምዕጉርታ እናሰዓመት፣ እወ ፈሊጠ ኤፍሪ ጓለይ፣ ግን ይቕሬታ ምባል ናይ ለባማት'ዩ። ምሽ ለባም ኢኺ? እወ ቀብጠርጠር ብዝበዝሖ ቓና እሞ በሊ ቀልጥፉ ይቕሬታ ሕተትየን ወትሩ ዝኣዘዘታን ዝመኸረታን ስለ እትሰምዕ ክንዲ ጓላን ክንዲ መሓዝኣን ኮይና እያ ትስምዓ ይቕሬታ ከይረኣኹ እየ ረጊጸክን መልሰን ከይተጸበየት ናብ ሕቝፊ ኣዲኣ ተመልሰት። ንሰን እውን ሰሚዐን ከም ዘይሰምዓ ርእየንኣ ስቕ በላ። ራህዋ ካብ ስራሕ ተመሊሳ ከተጽንዖ ዝመደበቶ ዕዮታት ነይሩዋ። ክዳውንቲ ክትሓጽብ መዲባ እውን ነይራ። ቀልጢፋ ብምድቃስ ንጽባሒቱ ንግሆ ስራሕ ወፊራ ድሕሪ ስራሕ ናብ ትምህርቲ ከተርክብ መደብ ነይሩዋ። በቲ ምሸት ቡን ክትሰቲ እንተምስያ ድቃስ ከም ዘይወስዳ ልሙድ እዩ ንዓኣ። ቡን ኣፍሊሓ ንባዕላ ከይሰተየት ንዐኣን ጥራይ ሂባ ስቅ ክትብል መደበት። ቅድሚኡ ግን ኤፍራታ ብትኪ ናይቲ ቡን ድቃስ ከይኣብያ ሰጊኣ ምግቢ ትበልዑ ዶ ኤፍራታ ጓለይ? ዝበዝሕ ግዜ ምሸት ምግቢ ምብላዕ ስለ ትኣቢ ንማለቱ ሓተተታ። ኣይጠመኹን። በሊ ብራሽ ግበሪ እሞ ክትድቅሲ። ኣይድቅስን እየ ማማ። ራህዋ ህድእ ኢላ ኖኖ ግድን ክትድቅሲ ኢኺ ኣዘዘታ። ስልከን ክጥውቓ ዝጸንሓ ወይዘሮ ትበርህ ከምኡ ጌርኪ ትግንሕያ ቆልዓ እንድያ ቀስ ጌርኪ ረድእያ ታይ ገበረት ካብ ንኡሽትኣ ከምኡ ጌርኪ ትድህልያ ኣፍጢጠን ጠመተኣ። ኤፍራታ ንእለት ሕንቕንቕ በለት። ራህዋ ንጓላ ሒዛ ናብ ኮረዴ ገጻ ነፈጸት። ንፋስ ክትወስድ ደቓይቕ ጸንሐት። መልሲ ከይሃበተን ናብ ዓይኒ ምድሪ ብምእታው ንጓላ ኣባቢዳ ኣስናና ድሕሪ ምሕጻብ ናብ መደቀሲ ሒዛታ ኣተወት። እቲ ትፈትዎ ዛንታ እናስምዐት ኣደቀሰታ። ነብሳ ኣረጋጊኣ ምስ ተመልሰት ገዲፈኪ እንዶ ቆልዓ ከደቅስ ጸኒሐ። እናበለት ናብቲ ቡን ከተፍልሓሉ ዝቐረበቶ ንእሽቶ ድኳ ኮፍ በለት። ብዛዕባ እቲ ሸምጠጣ ውሽጣ ኩምትር ኢላ ክነሳ መልሲ ሃበተንን። ንሰን እውን ኣይመለሳላን። እቲ መግቢ ድኣ ኣበይ ኣሎ? ናብ ክሽነ ገጸን ጠመታ። ሕጅስ በሲላ ትኸውን እያ። ናይታ ብትሑት ጸዓት ክትበስል ዝገደፈታ ጸብሒ ዓደስ ደሃያ ንምግባር ናብ ክሽነ ኣተወት። ኣብ ገዚፍ ሸሓኒ ኣብ እንጀራ ፊኖ ዓደስ ጸቢሓ፣ ጉዕን ሳላጣን ብወሰን ኣኽቢባ፣ ክልተ መስተዪ ብርጭቆ ምስ ዝሑል ማይ ቀረበት። ንዕነ በላ ብልዓ፣ ስምክን እኮ ኣይሓዝኩዎን። ስልከን ብጸጋማይ ኢደን ብምዕትዓት፣ ነጸለኣን ናብ ርእሰን እናሰቐላ ናብ ክሽነ ኣተዋ። ትበርህ እበሃል። ኢደን ክሕጸባን ጸሎት ክገብራ እናተጸበየተን ኢደን ሰዲደን ናብ ምኹላስ ኣተዋ። ንሳ ግን ጸሎት ኣቐደመት። እተን ዝቐረበተን ጉዕ ናብ ጥቐኤን ግዒዘን ጸንሓኣ። ኣብ ምግቢ ጉዕ እንተዘይወሲኻ ዝበልዐት ኮይኑ ይስምዓን እዩ። ካብተን ዝቐረበተን ሰለስተ ጉዕ እተን ክልተ ተበሊዐን እታ ሓንቲ ተረፈት። ንሳውን ኣይተርፋን እዩ ካብ ዝብል ግምት ካልእ ጉዕ ከተምጽእ ተንሰኣት። ኣብ መንጎ መኣዲ ናበይ ትትስኢ ኣለኺ? ተመስገን ከይበልካ ንመባልዕትኻ ተመስገን ከይበሎን ዶ ይትሳእ እዩ? ኣብ ኢደን ዝሓዘኦ ምግቢ ናብቲ ሸሓኒ እናመለሳ። ራህዋ ብስንባደ ናብ ዝነበረቶ ተመሊሳ ኮፍ በለት። ብውሽጣ፣ ጋሻ ኢኽን ኢለ እምበር መልሲ ጠፊኡኒ ኣይኮነን። ፈከረት። ውጽኢት ናይቲ ብዓቕሊ እትሰግሮ ህልኻን ዕግርግር ክትርእዮ ስለ እደለየት፣ ንሕርቃና ዝምጥን ኣይመለሰትለንን። እቲ ዓቕሊ ዘይገብርን እቲ ሸለል ዘይብልን ንርእሱ እዩ ዝጎድእ ዝብል መትከል ህይወታ ክኸውን ወሲና እያ። ኣብ ሕሉፍ ንርእሳ ስለ ዝጎደኣት፣ ብልሳና ሕማቕ ካብ ምምላስ፣ ካብቲ ሕማቕ ንኽትዛረብ ዝድርኻ ሰብን ቦታን ክትርሕቕ ትመርጽ። ነዘን ኣደ ግን ከመይ ከም ተርሕቐንን እንታይ ከም ትገብርን ኣይፈለጠትን። ነታ ክትኩልሳ ኢላ ትእክባ ዝነበረት ኩላሰ ከይኮለሰታ፣ ንሰን ኣድራጋ ኮለሳ ናይ ሰሙን ጥሜት ግዲ ነይሩወን ንብውሽጣ ሓመየተን። ኣብ ቂድመኤን ዝነበረ ወዲኤን ናብ ቂድመኤ ኣቐረባ። ኣብ ሓሳብ ኣስጊላ ድሕሪ ምጽናሕ እንጀራ ዶ ክውስኽ? ኢላ ክትሓተን ናብኤን ቅንዕ ኣብ ዝበለትሉ ኢደን ጸግ እናበላ ክትንስኣ ረኸበተን። ጸጊበ የብሉ ተመስገን ራህዋ በሊዓ ንኽትውድእ ኣይትጸበያኣን። ኣይትጽበያን እንዲኽን ደኣ? ማዕጠጥ ኢልኪ እናበላዕኽስ ክጽበየኪ? በዛ ቡን ርእሰይ ክፍለጽ ደልየ ኣለኹ ግዳ ቀልጥፊ ቅድሕያ። ራህዋ ጸጉራ ስብስብ ኢሉ ንላዕሊ ክእከብ ተፈለጣ። ቃል ኣየተንፈሰትን። ኣብ ክንድኡ ንሕቖኤን ተኸቲላ ጠመተተን። ንሰን ግን ናብኣ ገጸን ግልብጥ ኣይበላን። ነብሰን ርእያ ክንደይ ይገዝፋ፣ ሳሎነይ ከጠንቡቓለይ እየን። ፈርሐት። ነተን ዝነበራ ክልተ ኩላሶ ዝኣኽላ ቀልጢፋ ብምኹላስ ብኢዳ ነቲ ሸሓኒ ብምስዓም፣ ተመስገን ፈጣሪ! ኢዳ ኣማዕቲባ ተንስኣት። ኣብ ክሽነ ዝነበረ ኣቕሑ ሓጻጺባ፣ ማይ ሒዛ ናብ ሳሎን ሰገረት። ወይዘሮ ተበርህ ስልከን ክተዃቱዃ ጸንሓኣ። እዛ ቡን መዓስ ድያ ክትቅዳሕ? ደንጉየ ዶ ዝረስሐ ኣቕሑ ክሕድር ዘይደሊ እንድየ ኮይነ ክልቕልቐን ጸኒሐ። ማሽን የብልክን ዲኺ ኣብ ማሽን ዘይተእትውዮ? ኣለኒ'ባ ገንዘብ ዘይከኣል ኮይኑ እምበር። ዘይትኸፍሊ ትሰርሒ ዶ የለኽን? ብሕርቃን ክምስ በለት። ሰዲዱለይ ዶ? ብውሽጣ። እንተኾነ ኣይመለሰትን። ኣብ ክንድኡ ቡን ቀዲሓ ሃበተን። ቡን ተቐቢለን ብሰለስተ ማዕጎ ወድኣኣ። ኩሉ ኩነታተን ኣገሪምዋ ክነሱ ስምዒታ ኣይገለጸትን። ኢደን ዘርጊሐን ፍንጃል መለሳላ። ክደግመክንዶ? ብዓይነን መልሲ ሃብኣ። ናይ ግድን እምበር። ራህዋ ነታ ሰንበት ሰንበት ምስ ጓላ እትሰትያ ቡን ናፈቐት። ኣብ ዘይመደበቶ መዓልትን ሰዓትን ቡን ተፍልሕ ምህላዋ ቅር እናበላ፣ ኣብ ገጻ ግን ኣየንጸባረቐቶን። እንታይ ኮይና እዛ ቲቪ? ዝኾነ ዝርእዮ እንተዘይብለይስ እዛ ቡን ዝሰተኹዋ ኮይኑ ዘይስምዓኒ። ራህዋ፣ ናይዚ ሰብኣይ ዘረባ ካብ ዝሰምዕ ሞት ይሕሸኒ። ኢላ ደምዲማ እያ። ኣብ ክልተ ሽሕን ዓሰርተ ሰለስተን ኣብ ላምፔዱሳ ምስ ዝጠሓለት መርከብ ክልተ ኣሕዋታ ህይወቶም ሓሊፉ እዩ። ሽዑ በታ ቴሌቪዥን ተመሓላለፈ ዜናን ቃለ መሕትት ናይቲ መራሕን ምስ ሰምዐት ሰኪሓ እያ። ንዝኾነ ነገር መደምደምታ እንተሂባትሉ ዋላ ሞት ኣብ ቅድሚኣ ይገተር ንድሕሪት ኣይትምለስን እያ። ነዚ ድማ ምስአን ከይተማጎተትን ኣብ ህልኽ ከይኣተወትን ከተተግብሮ ክሳዕ ዝኸኣለት ክትምልስ ኣይተገደደትን። ንሳ ዘድልያ ኣብ ስልካ ክትርኢ ስለ እትኽእል ድማ መልሲ ኣይሃበተንን። ኣንቲ ንዓኺ እንዴ ዛረብ ዘለኹ ከምኡ ትገብር እያ ሓንሳብ ሓንሳብ ዘይትቕይር እያ እሞ ናይ ቲቪ ኮነን ጸገም ኢንተርኔት እዩ ዘይትቕይር እዮም ሞቲ ኢንተርኔት ኣብ ዓድና ዘሎ ሰብ ደኣ ከፊእዎ ኣሎ እምበር ኣብዚ ዘለኹም ደኣ እንታይ ከፊእኩም ደስ ዝበለኩም ኢንተርኔት ትቕይሩ ደስ ዝበለኩም ገዛ ትቕይሩ ዋይዚ ህዝብናስ መዓስ እዩ ክሓልፈሉ ካብ ቁጽጽራ ወጻኢ ሰሓቕ ሞለቓ። እሞ ንምንታይ ዘይርህዎ? መን ድዩ ከርህወሉ ዝግብኦ? መንግስቲ ዶ ኣይኮነን? መንግስቲ እንታይ ዘይገበረ ደሊኺ? ንሱ ዝከኣሎ ይገብር ኣሎ። መን ደኣ ኣሎ ሓሚቑ? ዝሓመቐ የለን። ኣምላኽ ይወደኣልካ ኣይበሎን እምበር። መልሲ ሃበተንን። ቡን ቀዲሓ ሰደደትለን። ቡን ተቐቢለን ከምታ ቀዳመይቲ ኣብ ሰለስተ ምዕጎ ወዲኤን ፊንጃል መለሳላ። ራህዋ ትሰቲ ምህላዋን ዘይምህላዋን ኣየቕለባን። ኣይሓተታኣን ድማ። ቡን ከይሃበተን ክቕበላኣ ወስወሳ። እንተኾነ ጀበና ተሰኽቲታ ብምንባራ ወስወስትኣን ኣቋረጻ። ራህዋ ኣብ መንጎ ስልኪ ተደዊሉዋ ክትዛረብ ጀመረት። ኤፍራታ ደሓን እያ፣ ከመይ ንስኻኸ? ንሳውን ናፊቓትካ ኣላ። ነዊሕ ኣይተዛረበትን። ገጸን ክቀያየር ምስ ረኣየት፣ በል ጋሻ ኣለኒ ክገድፈካ፣ ቻው! ምስ መን ደኣል ክትዛረብ ንዓይ ኮፍ ኣቢልኪ ኣቦ ጓለይ እዩ ታይ ኮንኩም ተፈላሊኹም መን ተፈላሊና ኢሉክን ቅጭ መፂዋ ፍሉጥ እንድዩ ምዃን ሓቃቶም ከመይ ኢሎም ክፃወረኽን ንዓኽን እሞ ክፃወረክን ስለ ዘይከኣለ እዩ ወድኽን ሰጒጉክን ዘሎ ካብኡ ኣይትሕለፋ ዝመንፈሱ ሰባቢኺ ጓልኪ ስዲ ጓል ሰበይቲ ነቲ ጸርፊ ኣይተጻወረቶን እንተኾነ ንዕኡ ዝምጥን ኣይመለሰትን ሓቲተክን ጥራይ እኮ እየ ንምንታይ ትጻረፋ ጸርፊ እንታይ ኣምጽኦ መልሲ ሃበኣን እንተኾነ ብውሽጣ ናብ ሓደ መደምደምታ በጽሐት። ቡን ተወዲኡ መስኮት ናይቲ ገዛ ከፊታ ኣቕሑ ቡን ኣልዒላ በላ ንኺድ ንፋስ ንተሃረም እዚ ሽታ ቡን ከኣ ይበነልና እምበር ቡን ኣፍሊሕካስ ድቃስ ይወስደካ ዶ ኮይኑ ኣነስ ይትረፈኒ ከዕርፍ እየ ኖኖ ንኺድ ደኣ ማዕቀንክን ሸበጥ ድማ ትገዝኣ በቲ ሓሳብ ተሰማሚዐን ንግዳም ወፃ። ክዳውንቲ ዝሽየጠሉ ትካል በፂሐን ሸበጥ ገዚኤን እናተመልሳ ከለዋ ምስኣ ንገዛ ክኣትዋ ኣይደለየትን። ንሰን ስልከን ሒዘን ምስ ኣስገላ ገዲፋተን ናብ ውሽጢ ብምእታው ቦርስኣን ንደገ ኣውፂኣ፣ ገዛ ብውሽጢ ዓጸወቶ። ማዕጾ ክዕጾ ርእየን ንእለት ኳሕኩሓ። ክትከፍተን ኣይደለየትን። ደጊመን ኳሕኩሓ። መልሲ የለን። ኣበርቲዐን ድሕሪ ምኹሕኩሐን ጎረባብቲ ራህዋ መጺኦም ጠጠሚቶመን ናብ ገዝኦም ተመልሱ። ብፍርሕን ሻቑለትን ኣብ ዘለወኣኦ ርኽምሽ በላ። ኣስታት ሓደ ሰዓት ተጸብየን ምኽፋት ምስ ኣበየተን፣ ናበይ ከይበላ ቦርሰኣን ጠቕሊለን ካብቲ ህንጻ ወጻ። ንጽባሒቱ ኤፍራታ ካብ መውዓሊ ህጻናት እናተመልሰት ከላ፣ እተን ሰበይቲ እንተሃልየን ገዛይ ከይድን እየ። ኣደመት። የለዋን። ናበይ ከይደን? እንድዒ እሞ ክጠፍኣ እየን ገለ ክረኽበን እዩ ኣበይ ደኣ ክሓድራ እየን ነገር ቆልዓ ድንጋጸ ሓደራ ንሱ እንድዩ ደኣ ዘሕስበኒ ዘሎ ጣዕሳ ተሰመዓ ራህዋ እንታይ ክትገብር ከም ዝነበራ ኣይፈለጠትን ነቲ ገራጭን ቁጥዕን ባህሪኤን ክትጻወሮ ግን ኣይመረጸትን። ተፈጸመ።
ብስራት ነፍቀርቲ ንባብ መጻሕፍቲ ኤርትራውያን ኣብ ወጻኢ ሃገር ኣበይ ክንረክብ ንኽእል ኢልኩም እትሽገሩ ሰባት ውሑዳት ኣይኮንኩምን። ነዚ ፍታሕ ንምንዳይ ብዝተኻእለ መጠን ኣብ ውሽጢ ሃገርን ኣብ ወጻእን ዝሕተሙ መጻሕፍቲ ናብ ኣንበብቲ ንምቕራብ ንዝሓለፈ ሸሞንተ ዓመታት ከይተሓለሉ ካብ ዝሰርሑ ትካላት ብቐዳምነት ዝስራዕ ሰሙያት ምሕታምን ምክፋልን መጻሕፍቲ ኤርትራውያን እዮም። ኣብ መርበብ ሓበሬታ ሰሙያት ዳትኮም ናብ ኣሜሪካ፣ ካናዳን ሃገራት ኤሮጳን ዝለኣኹ ልዕሊ ኣርባዕተ ሚእትን ሓምሳን ዓይነት መጻሕፍቲ ብኣሽሓት ቅዳሓት ይርከቦም። ሰማያት መሸጣ መጻሕፍቲ፣ መበቆላውያን መጻሕፍቲ ብናይ ትርጉም መጻሕፍቲ ተዋሒጦም ከይተርፉ ዘይተኣደነ ጻዕሪ የካይድ። መርኣያ ናይዚ ኸኣ ታሪኽ ህይወት ሓርበኛ ኣቦና ወልደኣብ ወልደ ማርያም፣ ትኩእ ይሕደጎ፣ ኪዳነ ክፍሉ፣ ዓብደልቃድር ከቢረ፣ ሼኽ ኢብራሂም ሱልጣን፣ ዶክተር ፍጹም ገብረስላሴ፣ ጠበቓ ጸጋይ ኢያሱ፣ ኣዝማች በርሀ ገብረኺዳን፣ ብላታ ካሕሳይ ማሉ፣ ጀነራል ኣማን ዓንዶም፣ ብርሃን ኣብ ጸልማት ወዘተ ዝኣመሰሉ ልዕሊ ሰላሳን ሓሙሽተን መበቆላውያን መጻሕፍቲ ኣሕቲሙ ኣብ ምክፍፋል ይርከብ ኣሎ። ሰማያት መሸጣ መጻሕፍቲ ዝርግሐ መጻሕፍቲ ንምድንፋዕ ንቕሓት ኤርትራውያን ክብ ንምባልን ንኤርትራውያን ጸሓፍትን ደረስትን ንምትብባዕን ኣብ መላእ ዓለም ምስ ዝርከቡ ኣብ ምሻጥን ምክፍፋልን መጻሕፍቲ ኤርትራውያን ዝነጥፉ ውልቀ ሰባትን ትካላትን ተረዳዲኡ እናሰርሐ ንዕብየት ስነ ጽሑፍ ሃገርና መሪሕ ተራ ኣብ ምጽዋት ይርከብ። ናይ ቅድምን ሓድሽ መጻሕፍቲ ንምርካብ ምርጫኹም ኣብ ሕቡራት መንግስታት ኣሜሪካ ንዝመደበሩ ሰማያት መሸጣ መጻሕፍቲ ይኹን ምርጫኹም። ዘዳለኹሞ መበቆላዊ ጽሑፋት ብመልክዕ መጽሓፍ ናብ ኣንበብቲ ንምቕራብ ሰሙያት ምሕታምን ምክፋልን መጻሕፍቲ መጻሕፍትኹም ብዝደለኹሞ ዓይነት ወረቐትን ገበርን ብርትዓዊ ዋጋ ኣሕቲሙ ከረክበኩም ይኽእል መኣስስ ጥራሕ ጽሑፍኩም ክኢላ ቋንቋ ክሓልፎ ሓገዝ ኣርትዖትን ንድፊ ገበርን ዝሰርሕልኩም ክኢላታት ኣብ ምርኻብ እውን ሓገዝ ክንገብር ንኽእል ብጽሑና ብስራሕና ክትዓግቡ ኢኹም